ኣብዚኣ ኮንካ ትደርፋ ዘለካ ደርፊ ጽባሕ ንግሆ ክትሰምዓ ኢካ ኮፍ ኢልካ ተከይ ናብ ኤሮፓ ኣብኣ ከድካ ከኣኒ ካልእ ደርፊ ትውስከላ ኣብዚ ኮንካ ግን ቡኣ ከም ጻዕዱ ደልዩ ሓበሻ ህም ሓሳድ ኢካ ትብል ኔርካ ኣብ ኢትዮጵያ ምንባር ሰላም ጌርካ ኣብዚ ቢዝነስ ፈጢርካ ምንባር እንኮ ኢሎጂካል ዝኮነ ሰብ ኮሎ ይኖዛ ማለት ተዳሪና ኣብዚ ሰዓት እዚ ከዓኒ ሓድሽ ኮንቲነንት ተፈጢሩ ኣሎ ኤሮጳ ገለ ይትበል ኣይትቆጻጸሮን ኢኻ ኮ ናይ ናብራ ክብሪ ኮ ኣይትቆጻጸሮን ኢኻ ዶላር ከመይ ይኣቱ ይወፅእ ኣይትቆጻጸሮን ከኻ ኣታዊኻ ግን ክትቆጻጸሮ ትኽእል ኢኻ ንገዛእ ርእስኻ ምስ ዘለካ ሽግራትን ምስ ዘለካ ድኽመታትን ምስ ዘለካ ጸገማትን በቃ ተቐበላ ተመስገን ኢልካ ተቐበላ ገዛእ ርእስኹም ፈትሽ እዩ በቃ ምስ ገዛእ ርእስኻ ትተዓረቐሉ ሓደ ሚንስ ገዛእ ርእስኻ ምፍታሽ እዩ። ድሪም እንተ ሪኢና እንታይ ዓይነት ድሪም ድሪም ኢኻ ትሓልም ማለት ኣለካ ዶ ዝኾነ ድሪም ወይስ ሆሆ ኣብዚ ዓዲ ይከውን እዩ ሰላመይ ገይረ ኣብታ ድደልያ ዓዲ ከይድ እምበር ዘይተበርበረ ኮንቲነንት ኣሎ ኤውሮጳ በቃ ብንብኡ ተሲካ እሱ ይድራየካ ክሊር ማለት እንተ ርኢና ኣብዚ ሰዓት እዚ ከዓኒ ሓድሽ ኮንቲነንት ተፈጢሩ ኣሎ ኤሮጳ ገለ ይትበሉ ወይ ኣሜሪካ ፍሉይ ዘይተበርበረ ሓደ ኮንቲነንት ተፈጢሩ ኣሎ እዚ ኮንቲነንት እዚ ከዓኒ ማይንድ እዩ ዝበሃል ኣእምሮ እዩ ዝበሃል ወይ ኢላትኒ ንእምሮ ዲኻ ካልእ ከዓ ተምፅእ መሲልኒ እምበር ዩሲ ጋይስ ምሳና ደሎ በቃ ኣብ ኢድካ ደሎ ወርቅስ ዳርጋ ጨርቂ ይድበሃል ሓቀይ እምበር ኣኣምሮና እንተ ንፍትሾ ድዘራእናሉ ድቕበል እኮ እዩ ሕማቕ ነገር ዝርኣሉ ተቐቢሉ ዓጺዱ ይህበካ ጽቡቕ ነገር ዝርኣሉ ኢስ ላይክ ጀስት ከልክዕ ከም መሬት እዩ ልክዕ ኢስ ጀስት ላይክ ደላ ንኣብነት መሬት ከይድኩም ማለት እዩ ሓሽሽ ዝርኡላ ወይ ጫት ዝርኡላ ወይ ከዓኒ ማለት መሸራ ዝርኡላ ማለት ጫት ንህይወትካ ጽቡቕ ኣይኮነ ንምንታይ ትዘርኦ ትብለካ ትብለካ እያ ኣይትብለካ ከይድካ ወይ መሸላ ዘሪካላ ኩሉ እያ ትቅበል the same mind ናትና ከኣ በቃ ኡ ኤሮጳ ኩሉ ዓዲ ጽቡቅ እዩ ህ ጀርመንስ ማለት ስቅ ኢሉ ያመሉ ኣለዋ ኩሉ ዓዲ ጽቡቅ እዩ ገለ ትብሎ ዘለካ ነገራት ማለት በቃ ኣእምሮካ ዝተቀበሎ ነገር ኢስ ሓቂ እዩ ኣእምሮና ሓሶት ድበሃል ነገር ኣይፈጥን እዩ ሓሶት የለ ሓቂ የለ ኣብ ኣእምሮና እንተ መጺ ሓሶትን ሓቅን ድባሃል ነገር ኣይፈልን እዩ በቃ ኤሮጳ ኩሉ ሃገር ጽቡቅ እሺ ኩሉ ሃገር ጽቡቅ እዩ ጽቡቅ ከይ ኣለካ ይድለካ ብኡ ዓይነት ሜንታሊተት ተተኸይዱ ኮ ጽቡቅ እዩ ኣብ ሕጂ ኣብ ዝደለኻዮ ዓዲ ኮንካ ግን ኦሬዲ ውሽጥኻ ተረባቢሱ ስለ ደሎ ናብ ኤሮጳ ትኸይድ ድመሰለካ ሀ ኩሉ ዓድታት ጽቡቅ ትኸይድ ናብ ግሪኽ ትኸይድ ናብ ጀርመን ትኸይድ ናብ ስፐይን ትኸይድ ናብ ኢንግሊዝ ኣብ ኩሉ ሃገራት ተኸድካ በቃ ደዊልካ ትሓትት ኪያም ክልኣ ታስ ኢልካ ኢዛ ዓዲ ከም ገለ ኩዮም ጻዕሩኻ ደይ ብቐደሙ ትብል ኣብዚ ኮንካ ግን ቡእ ከም ጻዕሩ ደልዩ ሓበሻ ህህ ሓሳድ ኢኻ ትብል ኔርካ ኣይኮነን ብ ኣብኡ ምስ ከድካ ግን በቃ ኣብኡ ምስ ከድካ ግን ደርፍኻ ትቕይር ክሊር ማለት ኣብዚ ኣብዚኣ ኮንካ ትደርፋ ዘለኻ ደርፊ ጽባሕ ንግሆ ክትሰምዓ ኢኻ ኮፍ ኢልካ እንታይ ዓይነት ደርፊ ኢኻ ትደርፍ ለለኻ ዝኾንካ ው ኣነ ኣይኮነለይን እዩ ኣብዚ ዓዱ ከይብሉ ዜማ ተድግበረሉ ሓደ ኣታዊ ከማን ከም ረኸብካ ምክንያቱ ኩሉ ሰብ ካብ ብኣፉ ው ኣነ ኮ ከምዚ እየ ኮ ካብ ድብል በቃ ኮፍ ኢሉ ተድሰምዕ ትገብሮ ኣታዊ እንኮ ክትቅይሮ ትኽእል ኢኻ ክሊር ግን በቃ ታደርፊ እቲኣ ሒዝካያ ትኸይድ ኣብዚኣ ደሪፍካ ኣልቡም ካይተሕትማ ገለይ ትገብራ ተኸይድ ናብ ኤሮፓ ኣብኡ ከይድካ ከዓኒ ካልእ ደርፊ ትውስኸላ ኣታ ስቅ ኢሉ እኮ እዩ እዚ ዓዲ ገለ ድኾነ ነገራት ኤሮጳ ኢሎም ኣብ ቀደሙ በረድ ገለ ዳበልካ ትውስኸላ ትኸይድ ሓደ ትሓ ክላ ኩሎም ኣዕርኽተይ እኮ ከምዚ እዮም ዝገብሩ ዘለዉ በቃ the whole day ማለት ነው ገለ ዓይነት ኣልቡም ትሰርሕ ግን ናይ መረረ ኣልቡም እዩ ሶ ከምዚ ዓይነት ኣልቡም ትሰርሕ እንተ ሃሊኻ ውፅእ በል እሞ ናይ ገዛ ርእስኻ ፍሉይ ተኣምር ዝሰርሕ ኣልቡም ትረክብ ትኽእል ኢኻ ማለት ማለት ኮፍ ኢሉ ሰብ ጭንቕ ይብሎ እንታይ ከም ዝገብር ማለት ብዛዕባ ተኣምር ብዛዕባ ካልእ ነገራት ገለ ሕጂ ንኣብነት ካብዚ ሕጂ ሰላም ክትኮኑ ኣለኩም ኣብዚ ገዛ ርእስኹም ሰላም ፍጠሩ ኢልና ንዘራርብ ኣልና ሓቂ ኣነ መጺ ከም እብል ኩላትኩም ኣብ እምሮኹም ከም ትሓስቡ ኣለኹም ሓቁ እኮ ኢኻ ገለ ኢልኩም ከይልኩም ባእ ሎማዓንቲ ጽቡቕ ዝኾነ ትምህርቲ ወሲድና ምስ ገዛ ርእስኻ ሰላም ክትፈጥር ኣለካ ኢልኩም እዮም ኩሉኹም እቶም ታይ ሰላም ምፍጣር ገለ ክላ ኣታ ሞቲቬሽን ድዩ ሲልካ እኮ ሃለውለው እዮም ድብልብልብለይ ዘይገብሉ ከለኸ ክላ ደይ ሓቅኻ ኢኻ ኣታ ክራይ ገዛኻ ኣትዩ ኣሎ ባዕልኻ ኢኻ ዝክራ ክራይ ገዛኻ ኣትዩ ኣሎ ምሸ ዋ ኣትዩ እንድዩ ክላ ኣታ እዛ ዋና ገዛና ከ በቃ ጭቕጭቕ መዓት እያ ታይ ኢና ንገብራ ሕጂ ከ ባእ ካበይ ኢና ክነምፀላ ሽቁ ሽኮር ኣለና ድዩ የብልናን ውይ ሽኮር ከዓ የብልና ታይ ኢና ንገብሮ ክንደይ ከ በፂሑ ወሲኽላ መሊሽ ወሲኽላ በቃ ኣብ ከምዚ ዓይነት ሳይድ ማላሊኻ ማለት እዩ ፉፍ ኣዝለይ ደብለካ ይወ ተደይ ነ እንታይ ኢኻ ተደይ ነብርከ ንጽባሒቱ ሽዑ ህም፣ ሽኮር ከቢር ኢኻ ትሓቲ ነርካ ሓቂ ወይ ዝኾነ በቃ ው ከቢርና ኮ ሽኮር ወይ መዓር ኮ ክላእ መዓር ኮ ደልየ ነይረ ከቢርኒ ጻዕዳ ሽጉርቲ ኮ ከቢሩ ትብል ንጽባሒቱ ትሓምም ሰዓል ትሓምም ጻዕዳ ሽጉርቲ ተድልያ ሰዓል ማለት እዩ ክሪም በቃ ብባዕልኻ ኢኻ ኣምጺኻ ያው ጸሎትካ እዩ ዝምለስልካ ዘሎ ጽባሕ ንግሆ ምስ ወጻኻሽ ከይድካ በቃ ሓሚመ ኣለኹ ምጸለይ እስከ ሽጉርቲ ጻዕዳ ሽጉርቲ ከቢሩ እኮ እንታይ ክገብር ው ኣታ ታይ መዓት እዩ ብዛዕባ ጸሎትካ እዩ ተመሊስልካ ደርፍኻ እያ ተሓቲማ መጽያትካ ከምዚ ዓይነት ነገራት ክመጸና ከሎ ናብ ህይወትና we have ገዛእ ርእስና እዩ ክንፍትሽ ዘለና ማለት ናብራ ድኸበረ ናብራ ኣይትቆጻጸሮን ኢኻ እኮ ናይ ናብራ ክብሪ እኮ ኣይትቆጻጸሮን ኢኻ ዶላር ከመይ ይኣቱ ይወጽእ ኣይትቆጻጸሮን ኬኻ ኣታዊኻ ግን ክትቆጻጸሮ ትኽእል ኢኻ ናትካ ኣታዊ ግን ክትቆጻጸሮ ትኽእል ኢኻ ክለ you have you dream you can dream ዝኾነ ዓይነት ድሪም ኣቐሚጥካ በቃ ንነቡ ከምዚ ከምዚ ዓይነት ኣታዊ እየ ድረክብ ዘለኹ ጅንዮ ግን እዚ ኣታዊ እዚ በቃ ናተይ ኣይኮነን ከልዕል እየ ክትብል ትኽእል ኢኻ። ምናልባት ወርሓዊ ዝነበረ ዓመታዊ እትረኽቦ ዝነበርካ ኣታዊ ወርሓዊ ክትገብሮ ትኽእል ኢኻ። ግን እንዳማረርካ ኣይኮነን ሽኮር በዚ ከምዚ ኮይኑ ሽጉርቲ ከምዚ ኮይኑ ሰዓል ዳሓመምካ ገለ ዳገበርካ ዳማረርካ ግን ኣይኮነን። You have to be ሰላም ምስ ገዛእ ርእስኻ። ሰላም ክትፈጥር ኣለካ ምስ ገዛእ ርእስካ ኣብዚ ሰላም ምስ ዝኮንካ ገዛእ ርእስካ ምስ ፈተሽካ በቃ እዚ ሽግር እዚ ናተይ እዩ ምስ በልካ ኩሉ ሰብ ከተሪክሞ በቃ መን ይሕሪቅካ እንታይ ኮንካ ሂወትካ ንምንታይ ደይ ቀርካ እንተ ኢልኩሞ ሃ ድኮነ ፖይንት ድገብረ ኣሎ ንሳብ ከኣ እንታይ ክገብራ ደይ ትሰምዕ ኣይሰምዕና እኮ ሓወይ ከኣ ከምዚ ድብለኩም ዘለኩ በቃ እቲ ናይ ዓንተ ወይ ቁጥማ ሓወይ ማለት እዩ በቃ ማለት ሰልዲ ደይ ሂብ ሓወይ ከኣ ሱቅ ኣትሪ ኢልካ ሰልዲ ይሰደለይ እንታይ ክገብር ዝሃገር ከኣ ትርኢ ኣለኻ ሓንሳብ ናብራ ክኸብር ሓንሳብ ሀ ኩናት ይፍጠር ሓንሳብ ገለ በቃ ታይ ክገብር ደሊኻኒ ታይ ክገብር ኢኻ ደሊኻኒ በቃ ኣብ ከምዚ ዓይነት ሞድ ኮንካ ሰላምካ ተበጽቢጹ ከሎ ናበይ ከም ዩ ዶንት ኖው ናበይ ከም ትኸይድ መጀመርያ ዩ ሃቭ ቱ ኖው ብመንፈስ ብኣእምሮ the whole day ከመይ እዩ ኤነርጂኻ ኣም ኣሜዚንግ ድዩ ወይስ the whole day በቃ How is your energy the whole day ማለት ደሓን ፈትኑ ኣኺልኩም ስራሕ ክትሓትልኩም ኪዱ ወይ ዝኾነ ነገር ማለት ብኣካልኩም ከምዚ ደይ ክትብል ትኽእሉ ኣእምሮኹም ግን ኦሬዲ በቃ ባይታ ልሒሱ ኣሎ ከምዚ ዳበልኩም ከይልኩም ማለት እዩ ለማዓን ስራሕ ይህሉ ዶኾን ስራሕ ይህሉ ዶኾን በቃ ድኾነ በቃ ማለት ድኾነ እንታይ ኢኻ ክትሰርሕ እሞ ከይድካ ስራሕ ደሊ በቃ ከምዚ ክገብር ኣለና ከይድካ ግን ህም ስራሕ ኣለኩም ድዩ ወለና እንታይ ዓይነት ስራሕ ኢኻ ትደሊ ንኣብነት በቃ ድኾነ ደለኩም እንታይ ድኾነ you have to demand demand ክትገብር ናብኡ ክንመጽእ ኢና you have to demand ከምዚ ነገር እዚ ዝደሊ ክትብል ኣለካ ከምኡ ክትብል ኣለካ ከይድካ በቃ ፍርስርስ ዝበለ ኤነርጂ ሒዝካ እና ከኣኒ ፍሉይ ዝኾነ ኢነርጂ ሒዝካ ደስ ኢልካ ምሉእ ጸሎትን ምስጋናን ጌርካ መዓልትኻ ወጺኻ ፍሉይ ዝኾነ ኢነርጂ ሒዝካ እንተደኣ ኬድካ ከኣኒ ነዞም ሰባት እዚኦም ክትሓቶም ከምዚ ከምዚ እየ በቃ ንኣብነት መጺኻ እንደኾነ ሰብ ኣብዚ ንኣብነት ብናተይ እንተደኣ ኬድና በቃ ፐርሰናል ዴቨሎፕመንት ኮቼ ከምዚ ከምዚ ከምዚ ገብር ደልየ ኣለኹ ምሳኹም ኮይና ከምዚ ብምስራሕ ከምዚ ዓይነት ሰባት ክምህር ደልየ ኣለኹ እዚ ጥበብ እዚ ከመሓላልፎ ደለኹ ትብል እንተደኣ ኮንካ መን እዩሞ ዘይቅበለካ ናትካ ኢነርጂ ሰደድ ደንብብ ወላ ተደይ ተደይ ተቀበሉካ እው ግን ምዚ ሰብ እዚ ሕጂ ተኣሽሙና ደልና ግን በቃ ክንድውለልካ ኢና ድኮነ ነገር ይብሉካ እዮም ናትካ ኢነርጂ እዮም ደንብቦ ተደይ ኮይኑ ፍርስርስ ኢልካ እንተ ኬድካ ብንግኡ መን ይቅበለካ ማለት ንባዕልካ ገዛካ ኣፍሪስካ ናቶም ገዛ ከተዕንወሎም መን ከቅበለካ ክሊር ጸሎትን ምስጋናን ጌርካ ገዛእ ርእስካ ኣረጋጊእካ ወጺኻ እንተ ናብቲ ትደልዮ ነገር ትኸይድ ኮንካ ግን እቲ ትደልዮ ነገር ክሰምረሉናዩ ዘለዎ ተኽእሎ ልዑል እዩ ማለት እዩ። ፈትሹ ገዛ ርእስኹም ኣብ ከምዚ ሶሻል ሜድያ ክኾን ይኽእል ብሎጂክ ደረጃ ንኣብነት ሎጂክ ሰብ እኮ ኣሁን እኮ ኣይ ዶኖ ኣብ ኢትዮጵያ ምንባር ሰላም ጌርካ ኣብዚ ቢዝነስ ፈጢርካ ምንባር እንኮ ኢሎጂካል ዝኾነ ሰብ እኮ ኣሎ ዲዩ ኖው ዛት ኣሎ ሰብ እታ ታይ ከምዚ ክትገብር ትክእል ኢካ ቢዝነስ ትፈጥር ትክእል ኢካ ምስ መን ሽሙ ከምዚ ጌርካ ፓርትነር እታ ታይ እዚ ዓዲ ዶ ይከውን ዶ ኣይከውን ትብል ዘለካ ሎጂክ ኮይኑ ስለ ዘይስምዓካ እዩ በቃ ኢሎጂካል ኢልካ ስለ ትኣምን እዩ ከመይ እዩ ዶ ናትካ ሎጂክ ሎጂክ ክብለኩም ከለኩ ንኣብነት ጸሓይ መሬት ድያ ትዞር ወይስ ጸሓይ መን እያ ትዞር? ፀሓይ ኣይኮነትን እያ ካብ ምብራቕ ናብ ምዕራብ ትኸይድ። እሱ እዩ ሓቂ ሎጂክ ዝመስለና ዳስኖት ሎጂክ ሎጂክ ግን መሬት እያ ትዘውር ሓቂ መሬት እያ ትዘውር ኣብ ገዛ ርእሳ ትዘውር መሊሳ ከዓ ንኣብ ፀሓይ ትዘውር ከመይ ይመሲልኩም ከምዚ ዳበለ ማለት እያ ትዘውር ደላ መሬት ዊደኖ ግን ስኻ ሰላም ጌርካ ከፊልካ ኣለኻ ማለት ኣብ ገዛእ ርእሳ ትዘውር ኣላ መሬት ኣብ ገዛእ ርእሳ ገዲፋ ከኣ ከምዚ ኢላ ዳተንከባለለት መሊሳ ኢኻ ትዘወርደላ ኣብ ጸሓይ ዙርያ ኣብ ገዛእ ርእሳ ኣብ ከምዚ ዓይነት እስኻ ግን ኖርማል ኢኻ ዘለኻ ክብለኩም ማለት ኮፍ ኢልካ ኣለኻ ብዛዕባ ብዛዕባ እዚ እኮ ከተመስግን ትኽእል ኢኻ ግን በቃ ካብዚ ዓዲ እንታይ ኣብዚ ዓዲ ኮንካ ቢዝነስ ምጅማር ሎጂክ ኣይኮነ ንዓኻ ሎጂክ እኮ ኣየናይ መሬት ኣብ ገዛእ ርእሳን ኣብ ዓለምን ምሽክርካር እኮ ሎጂክ ተዘይኮይኑ ናትካ ሕልሚ ኣብዚ ክሰምር ኣይክእልን ኢዩ ሲ ሎጂካል ምሱ ከተነጻጽሮ ይደለካ ክሊር ሶ ኤቭሪቲንግ ኩሉ ነገራት ፈትሽዎ ገዛእ ርእስኹም ፈትሹ ፈትሽዋ እሞ ገዛእ ርእስኹም ኣበይ ከም ድረኸብካ በቃ ምስ ገዛእ ርእስኻ ትተዓረቀሉ ሓደ ሚንስ ገዛእ ርእስኻ ምፍታሽ እዩ ገዛእ ርእስኻ ክትፍትሻ ከለኻ ኣትሊስት እኳ በቃ እንታይ ድበሃልካ ትፈልጥ ሕማቅ ጎንኻ ትፈልጥ ሕማቅ ጎንኻ ትፈልጥ ተገደደ ሕማቅ ጎንኻን ጽቡቅ ጎንኻን ትፈልጥ ጽቡቅ ጎንኻ ከም ዘለዎ ይቀጽል ሕማቅ ጎንኻ በቃ እዚ ነገራት እዚ ክትፍትሽ ምስ ጀመርካ ሕማቅ ነገራት ካላ እንተበዚሖም ኣብ መጨረሻ እንታይ ክትብል ኣለካ እምነት ተመስገን በብእምነትካ ኣልሓምዱሊላህ ክትብል ኣለካ ምክንያቱ እዚ ህይወት እዚ ናባ እዚ ፈተና እዚ ናባኻ ዝመጸ ፕሊስ ጋይስ ብህይወት ስለ ዘለኻ ምሳኻ ሓቂ ተስተንፍሱ ኣለኹም ተስተንፍሱ ክሳብ ዝሃለኹም በቃ ሂወት ትቅጽል እያ ዘላ ኣብዚ ሕጂ ሰዓት ከተስተኻኽልዎ ዕድል እዩ ተዋሂብኩም ሎማዓንቲ ዕድል እዩ ሎማዓንቲ ተዋሂብና ትማሊ ደበላሽናዮ ነገር ሎማዓንቲ ንኸነዕርዮ እዩ ዕድል ተዋሂብና ዘሎ ዓቢ ምስጋና እዩ ምስ ሽግርካ ሽግር ዳጋጠመካ በቃ እንኳዕ ንኣብነት ክሳራ ከጋጥመካ ይኽእል እዩ ንኣብነት ናይ ናይ ሓምሳ ሽሕ ክሳራ እንተጋጢምካ በቃ ናይ ሚእቲ ሽሕ ክሳራ ስለ ዘየጋጠመና ተመስገን ክድኸፈ እኮ ከጋጥም ይኽእል እኮ እዩ ካብዚ ድባኣሰ እኮ ክመጽእ ይኽእል ነይሩ እዩ ስለዚ በቃ ገዛእ ርእሰኻ ክትፍትሻ ከለኻ መጀመርያ ፈትሻ ብድሕሪኡ ግን ሃ ተመስገን ኢልካ ተቐበላ ተመስገን ኢልካ ወላ ሓንቲ ንኣብነት ካልኦት ሰባት ከም ደለኻዮ ኢኻ ክቕበሉ ኢኻ ትደሊ ሓቀይ ምስ ሽግራ ምስ ደለካ ደካማ ጎንታትን ጽቡቕ ጎንታትን ክቕበሉ ኢኻ ኢኻ ትደሊ ደሰይምቱ ዛት ማለት እዩ ንገዛእ ርእሰኻ ምስ ዘለካ ሽግራትን ምስ ዘለካ ድኽመታትን ምስ ዘለካ ጸገማትን በቃ ተቐበላ ተመስገን ኢልካ ተቐበላ ዘን ኣበይ ከም ደለኻ ስለ ድፈለጥካ ከወርድ ኾነ በይዝ ኣቐሚጥካ ስለ ደለኻ ንኣብነት እዚ ገዛ እኮ ኣብ ህዋ ይንሳፈፍ ድዩ ድንሳፈፍ ክመጽእ ይኽእል እዩ ቅድሚ በዚ ንፈልጦ ሕጂ ግን ሃ መሰረተ ደይብሉ እዚ ገዛ ይጸንሕ ክሳብ ሕጂ ፈሪሱ ኣሎ ኣረ ኣይኮነን ሶ እስኻ ወይ ድማ ናበይ ከም ትኸይድ ክትፈልጥ እንተ ኣድልኻ መጀመርያ ኣበይ ከም ደለኻ ክትፈልጥ ኣለካ ክልል